ሰላም ተኻታተልቲ መደባት ፈንቅል ኤሪ ሜድያ ከመይ ተምሰዮ ንሎም ሶኒ ዓሰርተ ትሽዓተ ጥሪ ብካልኣይ ትሕዝቶ መደባት ቀሪበ ኣለኹ ንምክእታልኩም ብኽብሪ ይዕድም ሰናይ ምክእታል። ክቡራት ተኸታተልቲ በቲ ቀዳማይ ንሪኢ ኣገዳሲ ዛዕባ ምስ እንፍልም መንግስቲ ምቕያር ኣብ ኤርትራ ዝብል ብሉይ ኣጀንዳን ሕማምን ሕጂውን ሓዱሽ ጥንጭዋያት ኮይኑ እናተቓላቐለ ይርከብ ኣሎ። ገለ ገለ ሰበ ስልጣን ናይ መንግስቲ ኣሜሪካውን ኣፎም መሊኦም ኣብ ማሕበራዊ መራኸቢታት ምምጻእ ፕረዚደንት ናይታ ሃገር ዶናልድ ትራምፕ ኣብ ኤርትራ መንግስትን ስርዓትን ክቕየር ኣለዎ ዝብል ጻውዒታት የቕርቡ ኣለዉ። እዚ ሕጂ ኣብ መራኸቢታት መጺኦም ዝተፍዎ ዘለዉ

ሕጂ ዝጀመረ ዘይኮነስ ትራምፕ ናብ ስልጣን ካብ ዝመጽእ ብተደጋጋሚ ግዜ ጻውዒታት ቀሪብሉ ዕሽሽ ስለ ዝበለ'ዩ መርኣያ ዓቕሊ ጽበጦም ከምዚ ገይሮም ክነብሑ ንከታተልን ንዕዘብን ዘለና። ከምዚ ዓይነት ጽንጽዋያት ንዝሓለፈ ልዕሊ ዕስራ ዓመታት ተደጋጊሙ ኣብ ኤርትራ መንግስቲ ምቕያር'ዶ ካልእ ካልእ ዝብል ክሰርሕ ኣይካለን። ህዝብን መንግስትን ኤርትራ ዘድልዮን ዘየድልዮን ዝፈልጥ ህዝብን መንግስትን እዩ። ከምዚ ዓይነት ምንባሕካ ብዙሕ ከየሻቕለና በዚ ኣጋጣሚ መልእኽትታተይ ከሕልፍ ይደሊ። ኩቡራት ተኻታተልቲ ናብቲ ካልኣይ ኑረይ ኣገዳሲ ዛዕባ ምስ እንሰግር ካብ ድቃሳ ኩቡር ፕረዚደንቲ ኢሰያስ ኣፈወርቂ ዘበራብራ ሱዕዲ ዓረብ ነቲ ሕቡራት ኢማራት ዓረብ ተካይዶ ዘላ ሓደገኛ ምንቅስቃስ ኣብ ዝተፈላለየ ሃገራትን ኣብ ዝተፈላለየ ከባቢታትን እናመከተቶ እያ ትርከብ ዘላ፣ ንሕቡራት እማራት ዓረብ ምሉእ ብምሉእ ካብ መሬት የመን ጠራሪጋ ኣውጺኣታ ጉሒፋታ ትርከብ ኣላ፣ ኣብ ሱዳን እውን ዓበይቲ ምዕባለታት እናተመዝገበ ይርከብ ኣሎ፣ ብዘይካዚ ነቲ ሕቡራት እማራት ዓረብ ኣብ ውሽጢ መሬት ሶማል ፈጢራቶ ዝጸንሐት ጽልዋን ኣገዳስነትን ስዑዲ ዓረብ ምስ መንግስቲ ሶማል ኣገዳሲ ዝኾነ ስምምዓት ብምክያድ ነዛ ሃገር ንምጉሓፋ ኣብ ጫፍ ጠርዚ በጺሓ ትርከብ ኣላ። ሕቡራት ኢማራት ዓረብ ድሕሪ እዚ ኩነታት ምግጣሙ ብመራኸቢታት ኣቢላ ኣብ ልዕሊ ስዑድ ዓረብን መንግስቲ ናይታ ሃገርን ኮነኔ ክተስምዕ ተራእያ ትርከብ ኣላ። ትማሊ መንግስቲ ስዑዲ ዓረብ ንሕቡራት ኢማራት ዓረብ ኣንጻር መንግስቱን ሃገሩን ትገብሮ ዘላ ዝተፍላለየ ምንቅስቃስን ጸለመታትን ዜናዊ ፕሮፖጋንዳ ደው ክተብሎ እንተዘይኪኢላ ኣብ ልዕሊ እታ ሃገር ኣድላይ ዝበሎ ስጉምታት ክወስድ ምኻኑ መጠንቀቕታታት የሕሊፉ ይርከብ ኣሎ። ሕቡራት ኢማራት ዓረብ ብዘይተጸበየቶ መንገዲ'ያ ካብ ዞባ ቀርኒ ኣፍሪቃን ማያት ቀይሕ ባሕርን ተጸራሪጋ እናተጓሓፈት ትርከብ ዘላ። ኣብ የመን ዘጋጠማ ኩነታት ከኣ መርኣያ ናቲ'ዩ። ዝተፈላለዩ ምስ ሕቡራት ኢማራት ዓረብ ቅርበት ዘለዎም ወገናት ምስ እስራኤል'ውን ብተመሳሳሊ፣ ኩር ፕረዚደንት ኢሲያስ ኣፈወርቂ ጠንቂ ናይዚ ኩሉ ጉዳያት ምዃኑ ብምረት ክዛረቡ ይስምዑ ኣለው እዚ ከኣ ኤርትራናን ክቡር ፕረዚደንት ኢሰያስ ኣፈወርቅን ክሳብ ክንደይ ንጂኦፖለቲካዊ ኩነታት ናይዚ ዞባን ናይዚ ማያትን ብግቡእ ይርድኡ ካብዚ ጉዳይ ክትፈልጥ ትኽእል ሱዕዲ ዓረብ ወሲዳቶ ትርክብ ዘላ ኣገዳሲ ውሳነታት ነቲ እስራኤልን ሕቡራት ኢማራት ዓረብን ብሓባር ምዃን ነዚ ማያትን ነዚ ዞባን ንምቁጽጻርን ንምሕማስን ክካየድ ዝጸንሐ ምንቅስቓሳት ስግኣታቱ ዳርጋ ናብ ዜሮ ጎዲሉ ክበሃል ይከኣል። ኢማራት ዓረብ ናይ ቢልዮናት ዶላራት ኣብ ዝተፈላለያ ሃገራት ኣፍሪቃ፣ ኤርትራ ሃገርና ሓዊስካ፣ ዝገበረቶ ወተሃደራዊ መዓስከራትን ካልእ ምንቅስቓሳትን ክሳራታታ ተሰኪማ ሳንጣኣ ጠቕሊላ እያ እናወፀት ትርከብ ዘላ እዚ ኣገዳሲ ነጥበ መቐይሮ ኣብዚ ዞባን ኣብዚ ማያትን ብመሪሕነት ክቡር ፕረዚደንት ኢስያስ ኣፈወርቂ እናተቐለሰ እዩ ዝኸይድ ዘሎ። ስዑዲ ዓረብ ንሕቡራት ኢማራት ዓረብ ሂባታ ትርከብ ዘላ መጠንቀቕታ ከኣ መቐጸልታ ናቱ ኮይኑ እዩ ዝርከብ። መንግስቲ ኣሜሪካን ካልኦት ሓያላት ሃገራት ዓለምን ነቲ ኣብ መንጎ ስዑዲ ዓረብን ሕቡራት ኢማራት ዓረብን ተፈጢሩ ዝርከብ ዘሎ ምስሕሓብን ወጥርን ንምህዳእ መራሕቲ ክልቲኤን ሃገራት ከዘራርቡ ምንቅስቓሳት እኮ የካይዱ እንተሃለዉ፣ ብወገን ስዑድ ዓረብ ግን እቲ ዝቐርብ ዘሎ ጻውዒታት ክንጸግ ከምዝጸንሐ ምስዚ ጉዳይ ተታሒዙ ትንታነታት እናወጸ ይርከብ ኣሎ። ነዚ ዞባን ነዚ ማያትን ክህውኻ ዝጸንሓ ሓይልታት ምሉእ ብምሉእ እናተጸራረጋ ይርከባ ኣለዋ። ዝተርፍ ተራ ናይቶም ከደምቲ ዝኾኑ ስርዓታት ከም በዓል ኢትዮጵያን

ነቲ ኣብ መንጎ ግብጽን ሱዳንን ኢትዮጵያን ተፈጢሩ ዝርከብ ዘሎ ንልዕሊ ዓሰርተ ሓሙሽተ ዓመታት ዝኸደ ምስሕሓብ ብግድብ ህዳሴ ናይታ ሃገር ክሽምግሎ'የ ድሕሪ ምባሉ ካብ ግብጽን ሱዳንን ኣወንታዊ ዝኾነ መግለጺታት ነቲ ዶናልድ ትራምፕ ዘቕረቦ ጻውዒታት ክቐርብ እንከሎ ብወገን ስርዓት ብልጽግናን መንግስቲ ኢትዮጵያን ግን ነዚ ጉዳይ ዝምልከት ክሳብ ሕጂ ዝኾነ ይኹን ዝተዋህበ መግለጺታት የለን። ሚኒስተር ማይን መስኖን ናይ ግብጺ ትማሊ ንመራኸቢታት ናይታ ሃገር ኣብ ዝሃቦ ሓበሬታ፣ ኢትዮጵያ ንግብጽን ሱዳንን ናይ ቢልዮናት ዶላራት ካሕሳ ክትከፍላ ኣለዋ፣ እዛ ሃገር ብበይና ውሳነታት ዝሰርሓቶ ግድብ ህዳሴ ናብ ሱዳንን ግብጽን ዝበጽሕ ዝነበረ ማያት ብመጠኑ ጎዲሉ ይርከብ ኣሎ፣ ከም መርኣያ ናቱ ኣብ ህዝብታት ግብጽን ሱዳንን ዓበይቲ ሓደጋታትን ካልእ ሃስያን ወሪዱ ይርከብ ስለዘሎ፣ ኢትዮጵያ ንክልቲኤን ሃገራት ብቢልዮናት ዶላራት ዝግመት ካሕሳ ክትከፍል፣ ብተመሳሳሊ'ውን እቲ ማያት ዋላ'ውን ኣብ ደረቕ ግዜ ይኹን ኣብ ሱዳንን ግብጽን ንኽበጽሕ ኢትዮጵያ ውሕስነት ክትኣቱን ከተረጋግጽን ብስምምዓት ክትቅየድ'ዩ

ካብ ግድብ ህዳሴ ኢትዮጵያ ዝምንጩ ሓይሊ ኤሌክትሪክ ንክልቲኤን ሃገራት ብነፃ ክወሃብን ሓደ ካብቲ ዶናልድ ትራምፕ ከቕርቦ እዩ ዝበሃል ዘሎ ክልተ ቅድመ ኩነታት እዩ። እዚ ሚኒስተር ማይን መስኖን ናይ ግብፂ ኣውፂእዎ ዝርከብ ዘሎ ወይከዓ ዘርጊሕዎ ዝርከብ ዘሎ ሓበሬታ ከኣ ኢትዮጵያ ንክልቲኤን ሃገራት ናይ ቢልዮናት ዶላራት ካሕሳ ክትከፍል ዝብል'ዩ። ስርዓት ብልጽግና ነዚ ኩነታት እንታይ ዓይነት ምላሽን ግብረ መልስን ክህበሉ'ዩ ክንከታተሎን ክንዕዘቦን ኢና። ኣጋጢሙ ዝርከብ ዘሎ ከምዚ ዓይነት ዲፕሎማስያዊ ምንቅስቓስ ግን ንኢትዮጵያን መንግስቲ ናይታ ሃገርን ኣብ ዓቢ ዝኾነ ጭንቀትን ጸቕጥን ነውጽን የእትይዎም ይርከብ ኣሎ። ስርዓት ብልጽግና ኣብ ውሽጢ እታ ሃገር ኣጋጢምዎ ዝርከብ ዘሎ ፖለቲካዊ፣ ማሕበራዊ፣ ቁጠባዊ ኩነታት ከይኣኽሎ ካብ ገደብ ናብ ወደብ እናበለ ክዓብድን ክጽለልን ከም ዘይጸንሐ፣ ሕጂ ካልእ ዓበይቲ ሓደጋታት ነታ ሃገር ኣንጸላልይዋ ይርከብ ኣሎ። እዚ ዶናልድ ትራምፕ ኣቕሪብዎ ዝርከብ ዘሎ ናይ ሽምግልና ጻውዒታት፣ ንግብጽን ሱዳንን ዘርብሕ ከም ዝኾነ ንምርድኡ ዘሸግር ኣይኮነን። ኢትዮጵያን ዕሸል መራሒ ናይታ ሃገርን ነዚ ሽምግልና ዕሽሽ ኢሎም ወይከኣ ሸለል ኢሎም እንተድኣ ከይዶም፣ ዶናልድ ትራምፕን ግብጽን ሱዳንን እንታይ ዓይነት ስጉምትታት ክወስዱ ይኽእሉ ብኣግኡ ክትግምቶ ዘሸግር ኣይኮነን። ኢትዮጵያ ኣብ ርእሲ ዘላታ ተወሰኸታ መሊሳ ናብ ካልእ ሓደጋታት ወዲቓ ትርከብ። ክቡራት ተኸታተልቲ ፈንቅል ኤሪ ሜድያ ንሎሚ ኣዳልየዮ ዝነበርኩ ካልኣይ ትሕዝቶ መደባት እዚ ክትከታተልዎ ዝጸናሕኩም እዩ ዝመስል ነይሩ። ጽባሕ ብካልእ መደባት ክሳብ እንራኸብ ሰላም ወሰናይ ኣብ ዘለኹሞ